ሰላም ከመይ ተምስዩ ክብራ ስማዕትና እዚ ዓበይቲ ዜናታት ሃገራት ኖርዲ ከምኡውን ኣገደስቲ ኣህጉራዊ ፍጻመታት እነቕርበሉ ሃርሜኒ ሚድያ እዩ ንሎሚ ረቡዕ 9 ታሕሳስ ዘዳለናዮም ሓፀርቲ ዕለታዊ ዜናታት ኣስዒብና ክነቕርበልኩም ኢና ንምክትታልኩም እናዓደምና ቀንዲ ነጥብታቶም ክንቕድም ትማሊ ኣብ ሳትራ ደቡባዊ ምዕራብ ስቶኮልም ኣብ ማእከል ዕዳጋ ብዝተፈጸመ መጥቃዕቲ ብረት ሓደ ሰብ ከምዝተቐትለ ኣብ ወጻኢ ሃገራት ኣብ ዝርከባ ቆንስላት ሽወደን ጸጥታ ምርግጋጽ ኣጸጋሚ'ዩ ክብል ሓደ ተንታኒ ሽወደን ምግላጹ ከምኡ'ውን ሚኒስተር ውሽጣዊ ጉዳያት ፈረንሳ ብቕድሚ ትማል ሶኑይ ኣብ ዝሃቦ መግለጺ እቲ በዓል መዚ ነቲ ኣዝዮም ሕሉፋት ዓቃባውያን ካቶሊክ ዝሓቖፈ ሰልፊ ቪስታስ ክፈርስ ከምዝኣዘዘ ምግላጹን ካልኦትን ዜናታት ሒዝናልኩም ቀሪብና ኣለና። ንምክትታልኩም ደጊምና እናዓደብና፣ ሕጂ ብቐጥታ ናብ ዝርዝራቱ። ኣብ ሰሜናዊ ሽወደን ኣብ እትርከብ በራኽ መዘናግዒት ከተማ ኦረ፣ ብእምባታት ኣቢሉ ዝሓልፍ ሩባ ስባባከን ብሰንኪ ብርቱዕ ዝናብ ትማል ለይቲ ኣዕለቕሊቑ። ጉጅለታት ህይወት ኣድሕንን ፖሊስን ብምኽንያት እቲ ክስተት ኣብ ቦታኦም ተረኺቦም ኣለዉ። ብሰንኪ እቲ ዕልቕልቕ መንገዲ ተሽከርከርቲ ኢፎርቲን ከምኡውን ኩሎም ኣብቲ ከባቢ ዝርከቡ ጽርግያታት ተዓጽዮም ኣለዉ። እቲ ኩነታት ነቶም ተቐማጦ ስንባደ ከም ዝፈጠረሎም ጋዜጠኛ ፒፎር ያምላንድ ሉዊስ ፎርሲሊክ ካብቲ ቦታ ጸብጺቡ ኣሎ። ኣገልግሎት ኩነታት ኣየር ሽወደን፣ SMHI፣ ሎሚ ጽፍሒ ማይ ክልዕል እዩ ብምባል ተወሳኺ ቀይሕ መጠንቀቕታታት ኣውጺኡ ኣሎ። እዚ መጠንቀቕታታት ንኣውራጃታት ቬስትራ ጉትላንድ፣ ቫርምላንድ፣ ኦረብረ፣ ሃላንድን ገለ ክፋል ቬስትራ ክሮንበራን ዝሽፍን እዩ ተባሂሉ ኣሎ። ትማሊ ኣብ ሳትራ፣ ደቡባዊ ምዕራብ ስቶኮልም፣ ኣብ ማእከል ዕዳጋ ብዝተፈጸመ መጥቃዕቲ ብረት ሓደ ሰብ ተቐቲሉ። ምስዚ ገበን ብዝተሓሓዝ ኣርባዕተ ሰባት ኣብ ትሕቲ ቀይዲ ኣትዮም ኣለዉ። ተኹሲ ከባቢ ሰዓት ሸውዓተ ድሕሪ ቀትሪ ዝተፈጸመ ኮይኑ ቅድሚ ምዕጻው እቲ ማእከል እዩ ተኻይዱ። ፖሊስ ገበነኛ ንምልላይ ምርመራ ይገብሩ ምህላዎም ሬድዮ ሽወደን ጸብጺባ ኣላ። ኣብ ቱርክ ከተማ ኤዝሚር ኣብ ዝርከብ ቆንስል ሽወደን እትሰርሕ ጓል ኣንስተይቲ ዝሓለፈ ሰሙን ብሓደ ቪዛ ሓቲቱ ዝተኸልከለ ሰብኣይ ብጥይት ተሃሪማ ድሕሪ ምቑሳላ ጸጥታ ቆንስል ሽወደን ኣብ ምይይጥ ከምዝርከብ ተፈሊጡ። ፕሮቶኮላት ጸጥታ ኣብ መንጎ ኣብ ማእከል ዝርከቡ ኤምባሲታት፣ ዋና ቆንስላትን ንኣሽቱ ምምሕዳራዊ ክብሪ ቆንስላትን ክፈላለ ይኽእል እዩ። እዚኦም ከም ቪዛ፣ ፓስፖርትን ፍቓድ መዘወሪ መኪናን ዘውጽኡ እዮም፣ በዚ ድማ ጸጥታ እዘን ቆንስላት ምዕቃብ ኣሸጋሪ እዩ ክብል ኣብ ኤጀንሲ ምርምር ምክልኻል ሽወደን፣ FOI፣ ተንታኒ ጆናታን ሶደርበሪ ገሊጹ ኣሎ። እታ ኣብ ኢዝሚር ብጥይት ዝተሃርመት ጓል ኣንስተይቲ ዛጊት ቃለ መሕትት ክግበረላ ኣይተኻእለን ኣሎ። ድርኺት ናይቲ መጥቃዕቲ ክሳብ ሕጂ ንጹር ኣይኮነን፣ ብመሰረት ኣገልግሎት ዜና ሬድዮ ሽወደን። ኣብ ሽወደን ዝርከቡ ሆቴላት ጽቡቕ ወቕቲ ሓጋይ ከም ዘሕለፉ ውድብ ኣስራሕቲ ቪስታ ሓቢሩ። ኣብ ወርሒ ሓምለ ዝነበረ ምሕዛእ ኣገልግሎት ምስቲ ቅድሚ ለበዳ ማለት ክልተ ሽሕን ዓሰርተው ትሽዓተን ክነጻጸር እንከሎ ዳርጋ ብሸሞንተ ሚእታዊት ወሰኽ ኣርእዩ ኣሎ። ዋና ኣካያዲ ስራሕ ኤሊት ሆቴላት ዴቪድ ሃልደን ንኣገልግሎት ዜና ሬድዮ ሽወደን ኣብ ዝሃቦ ሓበሬታ፣ እዚ ትጽቢት ከም ዘይነበሮም፣ እንተዀነ ግና ሰባት ምጕዓዝን ኣብ ሆቴል ምጽናሕን ዝኣመሰሉ ተመኵሮታት ቀዳምነት ክህቡ ይመርጹ ከም ዘለዉ ዘርኢ እዩ ክብል ገሊጹ ኣሎ። እዚ እናዀነ፣ ኣብ ሰሜን ሽወደን ብሰንኪ ዝረኣ ንተጓዓዝቲ ዕግርግር፣ ረስንን ተምላስን ዘስዕብ ሓሸራ ከስዐ፣ መደበር እምባታት ሰብ ናይካስ ንግዜኡ ክዕጾ እዩ። ነዚ ሕማም ዘስዕብ ዘሎ ሓሸራ እንታይ ምዃኑ ከምኡውን ብኸመይ ከም ዝዝርጋሕ ንምፍላጥ ካብቲ መደበርን እምባታትን ኣብ ከባቢኡ ዝርከቡ ሓይዝን ገለ መርኣያ ማለት ሳምፕላት ተወሲዶም ኣለዉ። እቲ ማእከል መዘናግዒ ሕጂ ሳኒታይዘር ይግበረሉ ምህላዉን ክሳብ ጽባሕ ሓሙስ ድማ ንሓደርቲ ኣጋይሽ ክኽፈት እዩ ተባሂሉ ኣሎ። መሳለጥያታት እቲ ማእከል ክጥቀሙ ዝደልዩ ዓማዊል ክሳብ መወዳእታ ዝመጽእ ሰሙን እንግዶት ኣይክግበረሎምን እዩ፣ ብመሰረት ጸብጻብ ሬድዮ ሽወደን። ህቦብላ ሃንስ ኣብ ሽወደን ይሾ ብምህላው ኣብ ድልድል ኦረሱንድ፣ ኣብ ጽርግያታት፣ በረራታት ጃልባታት፣ ባቡር ከምኡውን ትራፊክ ጸገማት የስዕብ ኣሎ ተባሂሉ። ኣገልግሎት ኩነታት ኣየር ሽወደን፣ SMHI፣ ንዝናብ ኣመልኪቱ ብጫ ናይ ሓደጋ መጠንቀቕታ፣ ኣብ ዝቕጽሉ መዓልታት ዝህሉ ምውሳኽ ጽፍሒ ማይ ኣመልኪቱ ከኣ ቀይሕ መጠንቀቕታ ኣውጺኡ ኣሎ። ቀይሕ መጠንቀቕታ ኣብ ነፍሲ ወከፍ ሓምሳ ዓመት ሓደ ግዜ ጥራይ ከም ዝኽሰት ኣብቲ ትካል ክኢላ ሃይድሮሎጂ ረኔ ካፕል ንስታትስቲክስ ክሌማ ብምውካስ ገሊጹ ኣሎ። ሚኒስተር ውሽጣዊ ጉዳያት ፈረንሳ ብቕድሚ ትማል ሰኑይ ኣብ ዝሃቦ መግለጺ፣ እቲ በዓል መዚ ነቲ ኣዝዮም ሕሉፋት ዓቃባውያን ካቶሊክ ዝሓቁፍ ሰልፊ ቪስታስ ክፈርስ ከም ዝኣዘዘ ገሊጹ። ጀራልድ ዳርማኒን ኣብ ኤክስ ዝበሃል ማሕበራዊ ሚድያ ኣብ ዝሃቦ መግለጺ፣ እቲ ሚኒስትሪ ነቲ ሰልፊ ብሰንኪ ጸረ-ኣይሁዳዊ መርገጺኡ ከፍርሶ ከም ዝሓተቶ ሓቢሩ ኣሎ። ዝሓለፈ ወርሒ ኣብ ዝተኻየደ ዋዕላ ሓጋይ ዝተዘርበ ጸረ-ሴማዊ ዘረባታት ከኣ ብጽኑዕ ከም ዝኹንን ኣመልኪቱ። ኣብቲ ብ ሰላሳ ሓምለ ዝተኻየደ ዋዕላ፣ ሃየር ሂላርድ፣ ቅድሚ ሰውራ ፈረንሳ፣ ኣይሁድን ካልኦት ውሑዳት መናፍቓንን ዜጋታት ፈረንሳ ክኾኑ ዘይኽእሉ ምንባሮም ብምጥቃስ፣ ምናልባት ናብቲ ቅድሚ ዓሰርተ ሸውዓተ ሰማንያን ትሽዓተን ዝነበረ ኣሰራርሓ ነገራት ክንምለስ ከድልየና ይኸውን እዩ ክብል ተዛሪቡ እዩ። ሓያሎ ፖለቲከኛታትን ውድባትን ኣይሁድ ነቲ መደረ ኮኒኖሞ ኣለዉ። ዳርማኒን ብወገኑ ኣብ ጽሑፉ ኣብዛ ሃገር ጸረ ኣይሁድነት ቦታ የብሉን ክብል ገሊጹ ኣሎ። ነዞም ክብሪ ዘይብሎም ርእይቶታት ብጽኑዕ እኹንኖም እየ። ነቲ ጉዳይ ከኣ ናብ ዓቃቢ ሕጊ ክወስዶ'የ ኢሉ ኣሎ። ሚእትን ስሳን ሓሙሽተን ሽሕ ኣባላት ዘለዎ ቪስታስ ኣዝዮም ዓቃባውያን ካቶሊካውያን ዝሓቘፈ ውድብ እዩ። ኣብ ክልተ ሽሕን ዓሰርተው ሽዱሽተን ናብ ደረጃ ፖለቲካዊ ሰልፊ ድሕሪ ምዕባይ ህዝባዊ ፋይናንስ ክረክብ ጸኒሑ እዩ። ቪስታስ ኣብ ዝሓለፈ ዓመት ኣብ ዝተኻየደ ፕረዚደንታዊ ምርጫ ንሕሉፍ የማናዊ ኤሪክ ዘሞር ዝደገፈ ኮይኑ፣ ኣብ ክልተ ሽሕን ዓሰርተው ሰለስተን ኣንጻር መርዓ ግብረ ሰዶማውያንን ጸረ ኢሚግሬሽንን ተሪር መርገጺ ምሓዙ ዝፍለጥ እዩ። ብዘይካዚ ኣባላት እዚ ሰልፊ ግብረ ሰዶማውያን ዝሳተፍሉ ህዝባዊ ፍጻሜታት ኣብ ምዝራግ ከም ዝዋፈሩን እቲ ውድብ ድማ ብጽልኢ ግብረ ሰዶማውያን ክኽሰስ ምጽንሑን ጸብጻባት የመልክቱ። ስነ-ኣእምሮኣዊ ወይ ኒዩሮ-ሳይክያትሪክ ጸገማት ዘለዎም ኮተቴ ምስ መዛኖኦም ክነጻጸሩ ከለዉ ናይ ካልኣይ ደረጃ ትምህርቲ ናይ ምቁራጽ ተኽእሎኦም ዝለዓለ እዩ ክብል ኣብ ቀረባ እዋን ብማእከል ምርምር ስነ-ኣእምሮ ህጻናት ዩኒቨርሲቲ ቱርኩን ሃገራዊ ትካል ጥዕናን ድሕነትን፣ THL፣ ዝተኻየደ መጽናዕቲ ኣመልኪቱ። እቲ መጽናዕቲ ኣብ ዓመታት ሽሕን ትሽዓተ ሚእትን ሰማንያን ሸውዓተንን ሽሕን ትሽዓተ ሚእትን ተስዓን ሸውዓተን ዝተወልዱ፣ ኮተቴ ዘሎ ባህጊ ምቕጻል ትምህርቲ ካልኣይ ደረጃ ኣነጻጺሩ። ኣብቶም ኣብ ሽሕን ትሽዓተ ሚእትን ተስዓን ሸውዓተን ዝተወልዱ ጉጅለ ምስቶም ኣብ ሽሕን ትሽዓተ ሚእትን ሰማንያን ሸውዓተን ዝተወልዱ ክነጻጸር ድሕሪ ምግባር፣ ተወሳኺ ትምህርቲ ናይ ምክትታል ዝንባለ ክውስኽ እንከሎ፣ እቶም ናይ ስነ-ኣእምሮ ወይ ኒዩሮሳይካትሪክ ሕማም ዘለዎም ግና እዚ ዝንባለ ኣየርኣዩን። ኣብቶም ብኦቲዝም ስፔክትረም ዲስኦርደር ወይ ናይ ምምሃር ጸገም ዘለዎም መንእሰያት ትምህርቲ ክትቅጽል ናይ ዘይምድላይ ዝንባለ ዝያዳ ጎሊሑ ተራእዩ'ሎ። ኣስታት ዓሰርተ ወይ ሽዱሽተ ሚእታዊት ካብቶም ብኦቲዝም ስፔክትረም ዲስኦርደር ዝተለኽፉ መንእሰያት ንኻልኣይ ደረጃ ትምህርቲ ኣየመልከቱን። እዚ ብዝሒ ኣብቶም ኣብ ሽሕን ትሽዓተ ሚእትን ሰማንያን ሸውዓተን፣ ሽሕን ትሽዓተ ሚእትን ቴስዓን ሸውዓተን ዝተወልዱ ጉጅለታት መርመራታት ብሰለስተ ዕጽፊ ዝዛይድ እዩ። ብኣንጻሩ፣ ቁጽሪ ናይቶም ብናይ ምምሃር ጸገም ዝሳቐዩን ትምህርቲ ዘቋረጹን ሰባት ኣብ ውሽጢ ዓሰርተ ዓመት ካብ ሰለስተ ሚእታዊት ናብ ትሽዓተ ሚእታዊት ወሲኹ ኣሎ። ኣብ ክልተ ሽሕን ዕስራን ሓደን ፊንላንድ ዕድመ ግዱድ ትምህርቲ ናብ ዓሰርተው ሸሞንተ ዓመት ክብ ኣቢላቶ'ያ። እዚ ለውጢ ሕጊ ምዝገባ ካልኣይ ደረጃ ትምህርቲ ንምትብባዕ ዝዓለመ'ኳ እንተኾነ ተመራመርቲ ግና ፍሉይ ድሌት ዘለዎም መንእሰያት ገና ተወሳኺ ደገፍ ከምዘድልዮም ይኣምኑ። ብመሰረት ጸብጻብ ሄልሲንኪ ታይምስ።
ንብስራት! ኣብ ሰሜን ኤውሮጳ ዝመደበሩ ትራንስፈር ጋላክሲ፣ ናይ ነዊሕ ዓመታት ልምዲ ኣብ ዲጂታላዊ መፍትሒ ናይ ሓዋላ ወይ ከኣ ዝውውር ገንዘብ ዘተኣታተወ ትካል ኮይኑ፣ ሕጂ ድማ ጠለብ ዓማዊሉ ንምምላእ ካብ ምሉእ ኤውሮጳ ናብ ኤርትራ'ውን ገንዘብ ክትልእክሉ እትኽእሉ ቅልል ዝበለ መስርሕ ፈጢሩልኩም ኣሎ። እዚ ስርሒት እዚ ነቲ ኣብ ኤውሮጳ ዝርከብ ማሕበረሰብ ኤርትራ ኣብ ዓዱ ንዝርከብ ስድራቤቱ ንምድጋፍ ዝጽዕር ዓቢ እፎይታ ዝህብ እዩ። ትራንስፈር ጋላክሲ ንተጠቀምቲ ምቹእ ዝኾነ ኣፕ ኣዳልዩ ካብ ዝኾነ ቦታ ኤውሮጳ ብዲጂታላዊ ኣገባብ ገንዘብ ብምልኣኽ መቕርብኩም ናብ ሂምቦል ብምኻድ ገንዘቦም ክርከቡ ከምዝኽእሉ ነበስረኩም። እዚ ብፍሉጣት ቨንፐር ካፒታሊስትን ባንከኛታትን ዝድገፍ ሕጋውን ውሑስን ዘተኣማምንን ናይ ሓዋላ ኣገባብ ንዘለና ልዑል ተመክሮ ምትሕልላፍ ገንዘብ ምስክር እዩ። ሕጂ በዚ ጥብቆ ወይ ከኣ ሊንክ ኣቢልኩም Transfer Galaxy App ተመዝጊብኩም ኣውርድዎ። ንኤርትራ ድማ ካብ ኤውሮጳ ገንዘብ ምልኣኽ ክትጅምሩ ትኽእሉ ኢኹም። ብተወሳኺ Transfer Galaxy ብትግርኛ፣ ድጋፍ ንዓማዊሉ ከም ዝህብ ነበስረኩም። ንዝያዳ ሓበሬታ ወይ ድማ ንሓገዝ ወይ ውን ሕቶታት ምስ ዝህልወኩም ብቁጽሪ ስልኪ 00 46 7 ዕስራ ሰብዓን ሓደን ዕስራን ሓደን ሱሳን ትሽዓተን ተወከሱና።
ምስ ሃርሜኒ ሚድያ ከም ዘለኹም ክብራት ሰማዕትና ኣብ መወዳእታ ኣባላት መጥፋእቲ ሓዊ ፖርቱጋል ኣብዚ ወቕቲ ሃሩር ብኣሽሓት ሄክታራት ዝሽፍን ባርዕ ጫካ ንምግታእ ይቃለሱ ኣለዉ ብቕድሚ ትማል ሰኑይ ጥቓ ደቡባዊት ከተማ ኦደምራ ዘጋጠመ ባርዕ ጫካ ንምጥፋእ ኣስታት ሸሞንተ ሚእቲ ኣባላት መጥፋእቲ ሓዊ ምውፋሮም፣ ልዕሊ ሽሕን ኣርባዕተ ሚእትን ተቐማጦ እታ ከተማ ከኣ ካብቲ ቦታ ክወጹ ከም እተገደዱ ተፈሊጡ። ኣብዚ ወፍሪ ምጥፋእ ባርዕ ጫካ ብውሕዱ ትሽዓተ ኣባላት መጥፋእቲ ሓዊ ቆሲሎም ኣለዉ። ንሃገራት ስፐይንን ፖርቹጋልን ኣብ ዘጠቓልል ሓውሲ ዳስየት ኣይበርያ ኣብዚ ሰሙን መጠን ሙቐት ልዕሊ ኣርብዓ ዲግሪ ሰልስየስ ክሓልፍ እዩ ዝብል ትጽቢት ይግበር። ኣብ ዝሓለፈ ቀዳመ ሰንበት ኣብ ስጳኛ ኣማኢት ሄክታራት ዘቃጸለ ሰለስተ ዓይነት ባርዕ ጫካ ከም ዝጠፍእ እኳ እንተተገብረ፣ ንመብዛሕትኡ ክፋል እታ ሃገር ዝምልከት መጠንቀቕታ ኩነታት ኣየር ግና ክሳብ ሕጂ ኣይተላዕለን። ኣብ ፖርቹጋል ብቕድሚ ትማል ሰኑይ ኣብ ሰንታረም ኣርብዓን ሽዱሽተን ነጥቢ ኣርባዕተ ዲግሪ ሰልስየስ ሙቐት ከም እተመዝገበን እዚ ድማ ኣብዚ ዓመት ዝለዓለ ምዃኑን ኣገልግሎት ክሊማ እታ ሃገር ገሊጹ ኣሎ። እቲ ኣብ ከባቢ ኦዴምራ ዘጋጠመ ባርዕ ጫካ ብሰንበት ዝጀመረ ኮይኑ ብብርቱዕ ንፋስ እንዳተደፍአ ናብቲ ጎቦታት ዝበዝሖ ደቡባዊ ክፋል እታ ሃገር ይላባዕ ኣሎ። ብምኽንያት እዚ ባርዕ ጫካ ፖርቱጋል ዛጊት ኣስታት ሽዱሽተ ሽሕን ሸውዓተ ሚእትን ሄክታር መሬት ክዓንዋ እንከሎ ብድምር ዓሰርተው ትሽዓተ ዓድታት፣ ኣርባዕተ መዕረፊ በጻሕትን ሓደ መዓስከርን ካብቲ ቦታ ከምዝተሰናበታ ተገሊጹ። ከንቲባ እታ ከተማ ሄልደር ጌረሮ እቲ ኩነታት ከቢድን ዝተሓላለኸን ምዃኑ ገሊጹ ኣሎ። ብዘይካዚ ኣብ ማእከል ሸነኽ እታ ሃገር ብሰንኪ እተኸስቱ ካልኦት ዓበይቲ ባርዕ ጫካታት ኣብ መንጎ ሊዝበንን ፖርቶን ዝርከብ ገለ ክፋል ኤዋን ጎደና ሓዊሱ ሓያሎ ጽርግያታት ሞቶርወይ ተዓጽዮም ኣለዉ። ካብ ምጅማር ዘመነ ኢንዱስትሪ ንደሓር፣ መጠን ሙቐት ዓለምና ብኣስታት ሓደ ነጥቢ ሓደ ዲግሪ ሴልስየስ ምውሳኹን፣ መንግስታት ኣብ ፈነወ ካርቦን ትርጉም ዘለዎ ስጉምቲ እንተዘይወሲደን ዓለምና ዝያዳ እናሞቐት ከምትኸይድ ተመራመርቲ ከተሓሳስቡ ጸኒሖም ኣለዉ። እምበኣር ክቡራት ሰማዕትና ንሎሚ ዓርቢ ትሽዓተ ነሓሰ ዘዳለናዮም ሓጸርቲ ዜናታት በዚ ፈጺምና ኣለና። ምሳና ብምጽናሕኩም እናመስገንና በዚ ንሰናበተኩም። ሰላም።
ሃርሞኒ መድያ ዕለተ ልደት፣ መርዓ፣ መመረቕታን ካልኦት ኣገደስቲ ዝኾኑ ናይ ፈተውትኹምን መቕርብትኹምን ምድላዋት ናይ እንቋዕ ሓጎሰኩምን እንቋዕ ኣብቅዓኩምን መልእኽትታት ንምምሕልላፍ ዘኽእለኩም መደብ ጀሚርና ከምዘለና በዚ ኣጋጣሚ እዚ ንኹሉኹም ተኸታተልቲ ሃርሞኒ ሜድያ ንሕብር። ንኹሉኹም ፈተውትኹምን መቕረብትኹምን እንቋዕ ኣብቅዓኩም ንምባል ኣብ ትደልዩሉ እዋን ሃርሞኒ ሜድያ ዕድል ከፊትልኩም ስለዘሎ ተጠቀምሉ።